ኣብ ዘየፍቅረኒ ዘፍቅረኒ መሲሉ ሂወተይ ንኸባላሹ ምስ ደቂ ዓዱ ብገንዘበ ትሒዞ እዚ ኩሉ ተዋስኦን እዚ ኩሉ ዝኸፈለለይ መስዋእትን ይኸፍለለይ ከም ዝነበረ ድሒረ ምስ ፈለጥኩ ሰለምታ ኣይረሳዕኹን ፍቱዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሩኒ ዝብል ሓንቲ ሓፍተይ ኣብ ኮሜንት ዝጸሓፈትለይ ዛንታ እየ ሒዘልኩም መጽየ ዛንታ ኣንብየ ምስ ወዳእኹ ኣነ ሓሳበይ ከካፍላ እየ ንስኻትኩምን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ ናብዛ ናይዚ ሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ ሰናይ ምክትታል ዛንታኣ ከምዚ እዩ ዝብል ንእሽተይ ዶ ክናገር ኣነ እውን ኣቢተይ መምህር ስደተይ ሓባሲት ንብዓት እንተበልክኹስ ይውሕደኪ ዶ ይኾን ዛንበይተይ የቐንየለይ ዝሓፍተይ ብጣዕሚ እየ ዘመስግን ናተይ ሂወት እኳ ዝውዳእ ኣይኮነ ንእሽተይ ቕልል ኣቢለ ክነግረኪ ካብ ብቖልዓይ እናተፈተንኩ እየ ባፂሐ ብፍላይ ደሞ ብወዲ ካብኡ እውን ካብ ብዙሕ ነገር ሰለስተ ግዘ ዝኾን ካብ ሞት ሸቲኸ ግን ኣምላኽ ይመስገን ብሂወት ኣለኹ ታሪኽ ኮይኑ ድማ ከዕልሎ በቒዐ ኣብዚ ሐዚ ሰዓት ደሞ ሰላመይ ዝዘርገለይ ሰብ ነይሩ ንሽሙ ኣፍቃሪ ዶ ክብሎ መምሰል እዩ ኣብ ስደት መጽየ ዝተፋለጥክዎ ኣፍቃሪ እየ በሃሊ ነበረ። ኣነ ጋሻ ኮይነ እየ ዝተፋለጥክዎ። ብባዕለይ ዘይኮነ መጽዩ ተፋሊጡኒ በዕርኽቱ ፍሬንደይ ስለ ዝነበሩ ይርእዩኒ እሞ እዛ ቆልዓስ ደስ ክትብለካ ግን ተጻሒፍዋ ዘይትምልስ ኢሎም የዕልሉ እሞ ይሰምዖም። ኣይና እያ ይብሎም እሞ እዚኣ ኢሎም የርእይዎ። ንሱ ኸዓ እንታይ እሞ እኒኤዋ እዚኣ ኢሉ ካብቶም ብጀዋል ዝፈልጡኒ ኣዕሩኽቱ ሓደ ብኣካል ዝፈልጠኒ ወዲ ዓደይ ነቱ ኣነዓዒቑኒ ዝኸደ ወዲ ህይወት ታሪኸይ ይነግሮ'ሞ እንታይ እያ እሞ እዚኣ እንታይ እያ ብፍቕረይ ተዘየንቢዐያ ኢሉ ይፍክር ኣሎ። ንሳቶም ድማ ሓያል እያ ኣይትሰምዐካን ኢሎምዎ ተሃላሊኹ ይመጸኒ'ሞ ፍሬንዲ ሓተኒ መሊሰሉ ይጽሕፈለይ ኣይተገደስኩሉን ዝኾነ ናብ ፌስቡክ ሼር እንተኢለ ኮሜንት ምጽሓፍ ኣይቐደምን ዘይፈልጠኒ ከሎ ፍቕረይዶ ገለዶ ይብል ሕጂ እውን ኣይተገደስኩሉን ዝኾነ ሰዓት እዞም ደቀ ኢለ ሼር ይብሎም እሞ ደቂ ሓፍቶ እዮም እምበር ኣነስ ኣይወለድኩን ካብኡ ብውሽጢ መጽዩ ኣትን ዓዲ ንስኽን ክትረግማ ኢሉ ጽሓፈለይ ኣነ ከዓ ወደዚ ዓዲ እዚ እንተኮይንካ ኮራዕ እንተዘይኮይንካ ተሓነቕ ይብሎ እሞ ደዊሉ የልዕሎ። መን እዩ ዓደይ ዘቋሸሽ ኢለ እምበር ተገዲሰሉ ኣይፈልጥን። ካብኡ ንሰላምታ ተዘራሪብና። ኣበይ ድዩ ዓድኻ ይብሎ። ዓደይስ ክነግረኪ እየዋ ሽዱሽተ ወርሑ ሙሉእ ጽሒፈልኪ ዘይመለስክለይ ሕጂ እዚኣ ተሰሚዓትኪ ድያ ኣልዒልክኒ ይብለኒ እሞ ብዓደይስ ኣይኽእለንን ይብሎ እሞ ዘይደቅኸ ደቀይ ኢልኪ ንምንታይ እንጀራኸ ትዓጽዪ ይብለኒ። እና ደቂ ሓደ ዓዲ ኢና ጽሑፍ ምምላስ ስለ ዝኣበኽኒ እየ ከምኡ ኢለኪ ይብለኒ እሞ ጸገም የለን ይብሎ ምድውዋል ንቕጽል ካብኡ እንታይ ዓይነት ወዲ ትፈትው ይብለኒ እሞ ከቢሩ ዘኽብረኒ ዓብዩ ዘዕብየኒ ተማሂሩ ዘምህረኒ ክብሪ ሰብ ዘለዎ ናብ እግዚኣብሔር ዘቐርበኒ ይብሎ እሞ ተስፋ ኣለኒ እዚኤንስ የማልአን እየ ይብለኒ እሞ ኣነ እኮ የፍቅረክ እየ ይብለኒ ኣነ ኣየፍቅረካን እምበርከ ከፍቅር ድየ ይብሎ እሞ ጸገም የለን እሺ በልኒ እምበር ከመይ ከም ተፍቅርኒ ንዓይ ይምልከት ይብለኒ። ኣነ ድማ እሺ ኢለ ከም ወዲ ዓደይ ክኸስሮ ስለ ዘይደለኹ ተቐበልክዎ። በቃ ነጊሰ። ዳርጋ ከም እንቃቑሖ ሓንቂቐ፣ ቀቢጠ። ዓለመይ ምግቢ በሊዕኺ'ዶ? ደኺሙኪ ድዩ? እንታይ ክኾነልኪ እናበለ ካብ መስመር እንተወጽየ፣ ተመስገን ዓለመይ ተሻቒለ ኔረ፣ ደሓን ዲኺ መስመር ወጺኺ ኔርኪ እናበለ ናብ ፍቕሪ ከእትወኒ ብዙሕ ጸዓር። ኣነ ድማ ይዋሳእ ደኣ ነይረ እምበር፣ ንሰከንድ እውን ትኹን ዘኪረዮ ኣይፈልጥ፣ ንዕኡ ስራሕ እኒኦኹ ኢለ ምስ ካልእ የዕልል ግድሽ ኣይብለንን። ከምዚ ኢልና ህይወት እናቐጸልና ዝኾነ ሰዓት ብስራሕ ጉዳይ ቦታ ንቕይር እሞ ደዊሉ ሰለስተ መዓልቲ ኣብ መስመር ይስእነኒ። ካብኡ ናብ ወዲ ከይድኪ ኢሉ ዓፈፍ ይብል ኣነ ኸዓ ስራሕ እየ ከይደ ንዓሙ ይድሓፍታ ይብሎ እሞ ምስማዕ ይኣብየኒ እሞ እንድሕር ዘይትኣምነኒ ደኣ በቃ ካብ ሂወተይ ውፀለይ ይብሎ እሞ ይቅርታ ይብለኒ ይቅርትኡ ተቀቢለ ንቅፅል ካብኡ ተታሒዞ እስር ቤት ይኣቱ ኣብኡ ኮይኑ ይድውለለይ ጓል ሓማተይ ናፊቀኪ ነፃ ስለ ዝተትሓዝኩ ክወፅእ እየ ይብለኒ እሞ ፀገም የለን ይብሎ ድሕሪ እስር ቤት ምእታዉ እየ ፈሊጠ ጉዱ ሓንቲ ጓል መጽያ ከምዚ ዝበለ ኣበይ ትፈልጥዮ ትብለኒ እሞ ሓወ እዩ እንታይ እዩ ጸገምኪ ይብላ እሞ ሓውክስ ኣይኮነን ንፍቕሪ ትልምነኒ እያ እዩ ዝብለክዋ ትብለኒ እወዶ ይብላ እወ ትብለኒ ካልእ ዓርኪ እውን ኣላቶ ትብለኒ ሀይለይ ሰምዓ ንዓኸኸ እንታይክ እዩ ይብላ እሞ የፍቅረክ እየ ይብለኒ ትብል እሺ እቲ ዝብሎ ዘሎ ኩሉ ኣሚንክዬ ዲኺ ይብላ እሞ ነኖ ነዕርኽቱ ደው ኢለ ንዓኸን ንፍቕሪ ትልምነኒ ዝብለኪ እምበር ንዓኣ ደኣ ምሳና ተሃላሊኹ እዩ ከይድዋ መጨረሻ ግን ነፍቂራቶ እያ ኢሎምኒ ትብለኒ እሞ እሺ ሕዚ ኣነ እንታይ ክገብር ይብላ እሞ ኣብኡ እናሃለየ ብሎክ ኢልኪ ካብ ህይወትኪ ኣውፅእዮ ትብለኒ እሞ እሺ ግን ኣብ ፀልማት ኮይኑስ ከቢድ እዩ ይብላ እሞ ዋይ ክብርኸ እናዋረደስ ትብለኒ ኖርማል ይብላ ስለ ከይትጉድእ ምባልኪ ግን የቐንየለይ ውሳነ ግን ናቱ እዩ ይብላ እሞ ድሕሪ ሓሙሽተ ወርሒ ተኣሲሩ ክስካብ ዝወፅእ ተፀብየዮ ምስ ወፀ ዓዲ ከይዱ ይድውለለይ እሞ እንኳዕ ብሰላም ወፀኻ ኣነ ግን ምሳኻ ህይወት ኣቋሪፀ እየ ይብሎ እንታይ ኮንኪ ይብለኒ እሞ በቃ ንኻልእ ኣፍቂረ ይብሎ እሺ ደሓን ዝኾን ንገርኒ ብቻ ይብለኒ በቃ ካብ ህይወተይ ምውፃእ ኣብኒ ለከስ እቲ ናቱ ታሪክ ኩሉ ከም ዝፈለጥክዎ ነብሰይ ከድሕን ክወጽእ ከም ዝደለኹ ፈሊጡ እዩ ኣነ ኸኣ ከማይ ጓል ክትጅንጅን ክብረይ ኣሕሲርካኒ ለማኒት ፍቅሪ ድየ ኣነ ይብሎሞ መን ኢልኪ ናይ ሰብ ሰሚዕኺ ኣይትበኣስኒ ይብለኒ በቃ ክሪኤካ ጸሊኤካ ሂወተይ ክመርሕ ሕደገኒ እንተ በልክዎ በቃ እናማረረ ጠላም ክብል ልበይ መልስለይ ብታ ኣብ ጭንቂ ሰዓት ትኣምንያ ማርያም ብቲ ትፈትውዮ ወዲ እንኺ ሓንቲ ዕድል ሃብኒ ይብለኒ እሺ ጸገም የለን ኩሉ ገዲፈ ክቅጽል ኢየ ምሳኻ ንስኻ ግን ሂወትካ ኣስተኻኽል ኢለ ንቅጽል እሞ በቃ ይሪኦ ኣለኹስ ኩሉ ዝገብሮ ነገር ይኽሕደኒ መን ኢያ ኢለ እንተሓቲተዮ እመንኒ ይብለኒ ኣነ ኻዓ ኩሉ ዝስርሖ ኣጽሊኡኒ በቃ ወሲነ ብኹሉ ብሎክ ዓጽየ ካብ ሂወተይ ኣውጽኤዮ ንሱ ግን ናይ ሰብ ሰሚዓ ገዲፋትኒ እናበለ የውሪ ቃላ ጠሊማ ውን ይብለኒ ሕጂ ኣነ ወሲነዮ ዘለኹ ውሳነ ትክክል ድዩ ስለ እትህብኒ ምክሪ ካብ ልቢ የመስግን ጽሑፍ ኣብዚሐልኪ ይቅርታ ኣቢተይ ዝብል እዩ ዛንታኣ። ኣብዛ ዛንታሲ ካብቲ መብዛሕትኡ ግዜ ዝዛረቦ ቪድዮታት ካብቲ ንመብዛሕቲኽን ዛንታታት ጽሒፍክናለይ ወይ ከምዚ ኢሉ በዲሉኒ ከምዚ ኢሉንስ ተቐይሩኒ ከምዚ ኢሉ ጠሊሙኒ ካብ ትብላኒ ካብ ዝምልሶ መልስሲ መልሲ ኮይና እየ ረኺበያ። መልሲ ኮይና ረኺበያ ዝበልኩሉ ምኽንያትሲ መብዛሕትኡ ግዜ ክንድዚ የዋርሕ ደዊልለይ፣ ክንድዚ ዓመታት ጽሒፉለይ፣ ክንድዚ ዓይነት ቃላት፣ ከምዚ ዓይነት መጽብዓታት፣ ከምዚ ዓይነት ማሕላታት ምሒሉለይ፣ ብድሕሪኡ ኣሚነዮ፣ ጠሊሙኒ፣ ብሓሶት ቀሪቡኒ፣ ገለ ዝብል ክጽሕፋለይ ከለኽን ካብቲ ዝምልሶ መልሲ፣ ዝኾነ ወዲ ብዕላማ እንድሕር ደኣ ናብ ህይወትኪ ቀሪቡሲ፣ ዕላምኡ ንኸሳኽዕ ግዴታ ከምሕለልኪ ኣለዎ፣ ግዴታ ሰዓታት ክደዋወለኪ ኣለዎ፣ ንዓመታት ነዋርሑ እውን ይኹን እቲ ክኸዶ ዝግብኦ ርሕቐት ክኸይድ እቲ ክኸፍሎ ዝግብኦ ዋጋሲ ክኸፍል ይግደድ እዩ። ምኽንያቱ ዕላምኡ ስለ ዘይሳኸዐሉ ንስኸ ስለ ዘይትኣምንዮ። እቲ ሓሲብዎ ዝመጸ ናብ ኢዱ ንኸእቱ ንዓኺ ንኣብነትሲ ህይወትኪ ንኸባላሹ እንድሕር መጺኡ ንጊዝያዊት ንሓንቲ መዓልቲ ጥራይ እንድሕር ደኣ ደሊኪ ንኣብነትሲ ንዓኺ ንቐጻሊ እየ ዝደልየኪ፣ የፍቅረኪ እየ፣ ኣነ ይደልየኪ እየ ኢሉ ልክዕ ከምዚ ሕጂ ዋጋ ከፊሉላ ዘሎ ዋጋ ተዘይከፊሉ ሽዱሽተ ኣዋርሕ ሙሉእ ከይመለሰትሉ ብዘይ ተስፋ ምቑራጽ እዩ ጽሒፉላ ዘሎ። ብድሕሪኡ ከዓ ተደዋዊሎም ተጸሓሒፎም ሕቶ ፍቕሩ ምስ ተቐበለቱ ከዓ እቲ ዝኸዶ ርሕቐት ከይዱ ማለት እዩ። ግን ኣብዘይ የፍቅራ ኣብዘይ ይደልያ ተወዓዒሉ ተነሓኒሑ ምስ ደቂ ዓዳ ምስ ደቂ ዓዱ ቀሪብዋ ከለሲ ትኸፊልዎ ዘሎ ዋጋ እቲ ኣትዩላ ዘሎ ቃል እቲ ዝሓንቅቓ ዝነበረ እቲ ዝሓታ ዝነበረ እቲ ዘርእያ ዝነበረ ተገዳስነት የርእያ ነይሩ። ዝኾነ ሰብ ዕላማ እንድሕር ደኣ ሃልይዎ ዕላምኡ ንኸሳኽዕ ግዴታ ክኸፍሎ ዝግብኦ ዋጋ ይኸፍል እዩ። መብዛሕትኡ ግዜ ካብ ዝዛረቦ ኣነ ንኣብነት ንሕና ስደተኛታት ዕላማና ንኸነሳኽዕ እቲ ንሓልፎ ዘለና ክንሓልፍ ንግደድ ኣለና። እቲ ንኸፍሎ ዘለና ዋጋ ክንከፍሎ ንግደድ ኣለና። ንምንታይ? ዕላማና ንኽነሳኽዕ። እቲ ንኸፍሎ ዘለና ዋጋ ተዘይከፊልና፣ እቲ ንኸዶ ዘለና መንገዲ ተዘይከይድናዮ ዝሓሰብናዮ ክንበጽሖ፣ ዝሓሰብናዮ ክንጭብጦ ስለዘይንኽእል ማለት እዩ። ስለዚ ንሱ ናብ ኢዱ ንኸእትወኪ፣ ንኸጭብጠኪ፣ ዕላምኡ ንኽሳኽዐሉ ግዴታ ክምሕለልኪ ኣለዎ፣ ቃል ክኣትወልኪ ኣለዎ፣ ክጽሕፈልኪ ኣለዎ፣ ፌክ ዘይናቱ መንነት ሒዙ ትንስኺ ተፍቅርዮ ዓይነት ትንስኺ ትደልዩ ዓይነት ወዲ ኮይኑ ተዋሲኡ ክቐርበኪ ኣለዎ ይሕሱ እየ ኣትሒዘየ ቀሪበኪ ኣነ ኣየፍቅረክን ኣነ ሓሳዊ እየ ኣነ ምስ ብዙሓት ኣዋልድ ብሓሶት ዝቐርብ እየ ንብዙሓት ኣዋልድ ህይወተን ዘባላሽ እየ እንድሕር ኢልኪ ክትኣምንዮ ስለ ዘይትኽእሊ ስለዚ ሓደ ብልቢ ኣፍቂሩኪ እውን ናቱ ንክትኮኒ ዋጋ ዝኸፍል ኣሎ ህይወትኪ ንኸባላሽው ገንዘብ ኣትሒዙ ንሓንቲ መዓልቲ ጥራይ ደልዩ ወይ ከኣ ኣብ ዝኾነ ሰዓት ኣብ ዝኾነ ደረጃ ኣውዲቑ ንኸገድፈኪ ሰባቢሩ ንኽጉሕፈኪ እውን ዋጋ ዝኸፍል ኣሎ። ስለዚ ብፍላይ ብፍላይ ብቓላት ንተኣምና። ቃላት ንዝኾነ ሰብ ቀለልቲ እዮም። ኣሽሓት ጥዑማት ቃላት ምዝራብ፣ ኣሽሓት ጥዑማት ቃላት ምእታውን ኣሽሓት ቁም ነገር ምስራሕ፣ ኣሽሓት ተግባራት ምትግባርን ይፈላለ እዩ። ዝኾነ ሰብ ብቓሉ ንምዝራብ ቀሊል እዩ። ተግባር እዩ ከቢድ። ንዓኻ ክጠቕመኪ ዝኽእል ከኣ እቲ ቀሊል ዘይኮነ እቲ ከቢድ እዩ። ከናብረኪ ዝኽእል እቲ ቀሊል ትርጉም ዘይብሉ ቃል ዘይኮነ ተግባር እዩ ከናብረኪ ዝኽእል። ስለዚ ወዲ ናብ ህይወትክን ክትቅበላ ከለኽን ቃላቱ ዘይኮነ ጎና ጎኒ ቃላቱ ተግባሩ፣ መንነቱ፣ ብስለቱ፣ ዓርሰ እምነቱ፣ ጽንዓቱ፣ ኣብ ዕላምኡ፣ ኣብ ስራሕ፣ ኣብ ብሓፈሻ ኣብ ብዙሕ ነገር ኣብ ክጠቕመኪ ዝኽእል ነገርሲ ከመይ እዩ ንህይወቱን ንህይወትክን ዘይጎድእ ፈተናታት መመዘኒታት መዚንክን ደኣ እምበር መልሓሱ፣ ቃላቱ፣ ምድዋሉ፣ ምጽሓፉ ጥራሕ ርኢኽን ናብ ህይወትክን እንድሕር ተቐቢልክንኦ ሕጂ እዚኣ ኣሚና ብዙሕ ነገር ሄዋቶ ተትኸውን ነይራ ሕሰቡ። ኣብ ልዕሊ እዘን ብዙሓት ኣዋልድ እዘን ዘታልለን ዘሎ ኣዋልድ እንደገና ከዓ ኣብ ዘየፍቅራ ትልምነኒ እያ እናበለ ተመሊሱ እናተመክሐላ ንዓኣ ካልእ እናበለ ከይዱ ትልምነኒ እያ ተፍቅረኒ እያ እናበለ ኣትሒዙ ቀሪበዋሲ ተተኣምኖ ነይራ ብቲ ዝብላ ዝነበረ ብቲ ዝሕብሕባ ዝነበረ ብቓላቱ ኣብ ምንታይ ደረጃ መወደቐት ኣብዚ ሕጂ ሰዓት ሕሰቡ ስለዚ ሓደ ካብ ዘዛንትኣ መልሲ ኮይና ዝረኸብክዋ ኣነ ኩሉ ዝመሓለ ኩሉ ዝደወለ ኩሉ ዓመታት ምሳኺ ዝፀንሐ ኩሉ የፍቅረኪ እየ ዝበለ የፍቅረኪ ማለት ኣይኮነን። ኩሉ ክምርዓወኪ እየ ዝበለ ይምርዓወኪ ማለት ኣይኮነን። ካልእ ድማ መልሲ ኮይኑ ዝረኸብኩዎ ኣብ ዛንታኣሲ እዚ መብዛሕቲኽን መዓት ኣዋልድ እየን ዘፍቅርኡ ፕሮፋይል ይገብርኡ ኮሜንት ይፅሕፋሉ ወይ ድማ ኣብ ቅድመይ ደው ኢለን የድንቑ እከለ ኣድኒቓትኒ እከለ ከምዚ ኢላትኒ ኣነ ብዙሓት እየን ዝደልያኒ ይብለኒ ኣነ ድማ ቀኒኤ ኢልክን ንትፅሕፋለይ ሓደ ዋጋ ከፊሎም ከምዚ ዓይነት ዋጋ ከፊሎም ተፈቃሪ እየ ተደላይ እየ ንክብለኪ ማዕረ ክንደይ ዋጋ ይከፍሎ ኣብ ዛንትኣ ተረድኡ እዞም ከምኡ ዓይነት ባህርያት ዘለዎም ኣወዳት ማለት እዩ። እቶም ናይ ብሓቂ ተደነቕቲ እቶም ናይ ብሓቂ ዝድነቕ መንነት ዝድነቕ ስብእና ዘለዎም ሓደ ከምኡ ኢሎም ኣይዛረቡን ነውገኖም ዘላ ጓል ማለት እዩ እቶም ክብሪ ጓል ዘለዎም እዚ ክብሪ ጓል ዘይብሉ የዋህነት ክተጠቒሙ የፍቅራን እየን ይደልያን እየን ዝጸሓፈትለይ ረእያ ዘደወለትለይ ረእዮ ዝጸሓፋለይ ዘድነቓኒ ከም ዝበላ ንዝብለኪ ግን ኣድኒቓትኒ ደዊላትለይ ኣፍቂራትኒ ንኽብል ኳሲ ሽዱሽተ ኣዋርሕ ብዘይ ዕረፍቲ ጽሒፉላ ብድሕሪኡ ተደዋዊሉ እእሚኑ ድሕሪ ብዙሕ ጻዕሪ እሺ ኢላቶ ብድሕሪኡ ተመሊሱ ተፈቃርየ ኢሉ የውርየላ ኣሎ ኣፍቂራትኒ ኣድኒቓትኒ ኢሉ ማለት እዩ ስለዚ ሓደ ድኽመት ናይ ነብሶም ከም ዘለዎም ድሕር ደኣ ተረዲኦም እቲ ዘለዎም ድኽመት ብዋጋ ከፊሎም ጓል ክተድንቖም ከላ ብናይ ጓል ኣድናቖት እዮም ክሽፍንዎ ዝደልዩ እዞም ድኽመት ዘለዎም ድኽመት ዓርሰ እምነት ዘለዎም ድኽመት ኣተሓሳስባ ዘለዎም ኩሉ ግዜ ክሽፍንዎ ዝደልዩ ባዕሎም ዋጋ ከፊሎምሲ ተደነቕቲ ንክኾኑ ንክድነቑ ተደኒቖም ድማ ንክዛረብሉ እዮም ዋጋ ዝኸፍሉ ማለት እዩ። ስለዚ ሓደ ኣብ ዛንታኣ ከርእየካ ዝኽእል እዚ እዩ። ኣትን ተደጋጋሚ ከምዚ ዓይነት ዛንታ ከምዚ ዓይነት ኣፍቃሪ ሃሊክን ኣሚንክን ቀኒእኽን ናብ ዘይድሊ ነገር ተነሓኒሕኽን ክኸስሮ ይብለይን ኣይነ ተደላይት ዘይኮንኩ እሱ ግን ተደላይ ኣነ ተፈቃሪት ዘይኮንኩ እሱ ግን ተፈቃሪ ኢልክን ዋጋ ንትኸፍላ ኣሎ ማለት እዩ። እዘን ጠንካራታት በሳላት ዝበሃላ ደቂ ኣንስትዮ እኮ ይንዕቑ እየን። ደረጃ ብስለቱ ይምዝንኡ፣ ደረጃ ዓርሰ እምነቱ ይምዝንኡ፣ ባህርያቱ መዚነን እየን ዝንዕቑ። ካልእ ካብ ዛንትኣ እንርድኦ ድማ ጌግኡ ተረዲእዎ እውን ተመሊሱ ይቅርታ ዝሓተኪ ዝልምነኪ ኣሎ። ህይወትኪ ስለ ዘየባላሸወ፣ ዝሓሰቦ ስለ ዘይተሳኸዐሉ፣ ዝጀመሮ ስለ ዘይወደኦ እውን ተመሊሱ ይቅርታ በዲልክኒ፣ ጠሊምክኒ ኢሉ ናይ በደለኛነት ስምዒት ተሰሚዑኪ ናብ ሂወትኪ ንክትመልስዮ ዝጽዕር እውን ከም ዘሎ እዩ ዘርእየካ ምክንያቱ እዚ ትማሊ ብዙሕ ዋጋ ከፊሉ ብዙሕ ርሕቀት ከይዱ ስለ ዘይተሳከዐሉ እዩ ተመሊሱ ለሚኑ እንደገና ናብ ሂወታ ምስ ተመለሰ እቲ ዘተግብሮ ዝነበረ ተግባር ብምሉእ ሪኣ እንደገና ከዓ ብሎክ ጌራቶ ዘላ ማለት እዩ ኩሉ ከምቲ የፍቅረኪ'የ ዝበለ ኣፍቃሪ ዘይኮነ፣ ክምርዓወኪ'የ ዝበለ ሰብኣይ ክኾነኪ'የ ዝበለ ሰብኣይ ክኾነኪ ከምዘይኽእል፣ ኩሉ ጠሊምክኒ ተበዲለ ዝበለ'ውን ተበዳሊ'ዩ ማለት ኣይኮነን። ቀንዲ ንስኺ ትርእዮ ዘለኪ ካብዛ ሓፍተይ ጀሚረ፣ ንዓኺ ይጠቕመኪ'ዶ ኣይጠቕመክን፣ እንታይ ዓይነት ሰብኣይ'ዩ ክኾነኪ፣ ወዲ ጥራሕ ኣይኮነን ክመርጽ መሰል ዘለዎ። ጓል እውን ናብ ሂወታ ዝመጸ ዝሓተታ ወዲ መሪጻ ናይ ምልዓል ምሉእ መሰል ኣለዋ ስለዚ በዲልክኒ ጠሊምክኒ ስለ ዝበለኪ ዘይኮነሲ ይጠቕመኒ ዶ ኣይጠቕመንን ዝብል ጥራሕ ኢኺ ትርእይ ዘለኪ እንድሕር ንስኺ ዝወሰድክሉ ዘይብልኪ እንድሕር ደኣ ንስኺ ዘይጠለምክዮ ከም ዘይጠቕመኪ እንድሕር ደኣ ርኢኺ ካብ ሂወትኪ ምውጻእ እዚ ጅግንነት ጥንካረ ሓቀኛ ውሳነ እምበር በደል ክኸውን ኣይኽእልን በዲልክኒ ይበል ካልእ ይበል ንስኺ ግን ኣይበደልክዮን ንስኺ ግን ከም ዘይጠቕመኪ እቲ ሓቀኛ መንነቱ ርኢኺ ወሲንኪ ኣለኺ፣ እታ ውሳነኺ ጥራሕ ኢኺ ትርእዪ ዘለኪ። ስለዚ ኣይበደልክዮን፣ ሓቀኛ ውሳኔኺ ወሲንኪ፣ ሕጂ እውን ካብ ከምዚ ዓይነት መንነት ዘሎኦ ወዲ ህይወትኪ ንኽተድሕኒ መሊኺ ካብ ህይወትኪ ክተርሕቕዮ ዘለኪ ብታ ወሲንክያ ዘለኺ ውሳነ ቀጽሊ እምበር በደለኛ ኣይኮንክን ከይትጠዓሲ እየ ዝብለኪ እኳ ደኣስ ነብስኺ ተድንቕያ እዩ ዘለኪ ብወገነይ መስተውዓሊት ምዃንኪ ኣስተውዒልኪ ሂወትኪ ተቀዳዲምኪ ብዙሕ ነገርኪ ዘይምሃብ ሂወትኪ ስለ ዘድሓንኪ ኣነ ኣድኒቀኪ እየ ጽቡቅ ውሳነ እውን እየ ኢለ ደጊፈኪ እየ ኣብ ውሳነኪ ቀጽልሉ በደለኛ ኣይኮንክን እየ ዝብለኪ ንሎም መዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ